ሰላም ሰላም። ሰላም ሰላም ከመይ ኣለኹም። ሕቡሸይ ሕቡሸይ።
ሕቡሸይ ሕቡሸይ ሕቡሸይ። ኣብ ድሕሪት ዘለኹም ትሰምዑኒ ኣለኹም? ኣብ ድሕሪት ዘለኹም ትሰምዑኒ ኣለኹም?
እስቲ ኩሉኹም ተኣከቡ። ኩላትካ ተኣከብ ኩላትካ ተኣከብ። ብዝኾነ ሎሙን ከምቲ ልሙድ ኣብኡ ዝህልውን ኣዘራረብቲ ዘለዉ ዛዕባታት ክንሪ ኢና። ሲንግልካ ስለ ሓዳርካ ስማዕ። ጽምዶ ኣድያም ስብሃቱ ምስ ኣብርሃም ገረመድህን። ኤርትራውያን ፍርቂ ሓይለዮም ኢልካ ኔርካ። ብኸመይ ኢኻ ከምኡ ኢልካ? ኣይኮኑን ድዮም ደኣ? ከምኡ'ውን ቀዳማይ ሚኒስተር ኣብይ ኣሕመድ ብዛዕባ ወደብ ባሕሪ ኣማራጺ ኣለና ይብል። ምጽዋም እንደ ኦፕሽን ማየት ይቻላል አሰብም እንደ ኦፕሽን ማየት ይቻላል እኛ የግድ በአሰብ ካልሆነ የግድ በምጽዋ ካልሆነ ሚል አቋም የለንም እኛ ምንፈልገው መተንፈሻ በር ብቻ። እዚ ጥራሕ ኣይኮነን ሰራዊት ትግራይ እውን ኣብ ዓዲግራት ዓዲ ሆቴል ኮንካ ኣይኮነን ዝመሓደር ብዙሕ ቢሮ እኒኦኩም እኮ ቢሮ ዕፁብ ገለ ኣይት ኣብ መንገዲ ትረዩ ኣነ ናዕሊ ንዓካ ይፈልጠካ እየ ብሱሩ ሐዚ ኢና ንሰምዕ ለና ኣማሓደርቲ እዮም ተባሂልኩም በይሲ። ከምኡ እውን ናይ ሰብ ቲክቶክ ጽላለ እውን ኣይትሕተቱኒ ኣሕዋት። ተርና ዘለኽን ቆልዑ በቃ ሃነን እዮም ልብልና። እስቲ ብዛዕባ እዚኦም ኻልኦትን እውን ክንሪና ሰናይ ምክትታል።

ኣከመ ከም ጅርቱ ጅራ ኣህለን ወሳህለን ኬፍ ሓልኩም እኒ ሃው እና እና ብቻና ነጋ ማሕተን እና እና ብሳዎ መደብና ጀሚርና የለና ቅድመ መድና ምኻድና ግን እዚ ቻናል እዚ ከይረኣኹም ላይክ ትገብሩ ሰባት ብፁዓን ኢኹም የቐንየለይ የቐንየለይ የቐንየለይ ኣቱም እዚ ቪድዮ እዚ እናረኣኹም ላይክ ዘይትገብሩ ግን ሓሳዳት ኢኹም ምድረ ሓሳዳት።
ሳብስክራይፕ ዘይትገብሩ ሰባት እውን ሓሳዳት ኢኹም። መጨረሻ ሓሳዳት።
ስለዚ ብራዘር ቐልጥፍ ሓሳድ ከይትበሃል ኩልኻ ላይክ ግበር ሳብስክራይብ ግበር። ኸልተ ሰብ መሊኣ መሊኣ ተኸድ ተኸድ ርገዘለይ ርገዘለይ ርገጽ ብልቕጽል እዚ ቪድዮ እዚ ስፖንሰር ዝገበሩልና ሰላም ሎማዓንቲ ደስ ልብል መዓልቲ ዘይሓሰብክዎ ገዛ ገዚኤ ብኸመይ እቲ ታሪክ ክነግረኩም። ኣኮይ ካብ ወፃኢ ዓዲ መፂኡ ገዛ ኣጋዘእኒ ይብለኒ ኣነ እውን ናብ ዲኤምሲ ሪል ስቴት ሒዘዮ ኸይደ ኣብ ኣዲስ ኣበባ ናይ ገዛ በዓል ቤት ምዃን ከም መኪና ምግዛእ ቀሊል ኣይመስለንን ነይሩ ዲኤምሲ ሪል ስቴት ከዓ ናብ 18 ብሎክ እንዳሰርሐ ይርከብ ነዚኦም ወዲኡ ናይ መጨረሻ ዝብሎም ክልተ ቪኣይፒ ብሎክ ድማ ናብ መሸጣ ኣቕሪቡልና ኣሎ ንዲኤምሲ ሪል ስቴት ዝመረፅኩሉ ምክንያት ድማ ንሰላሳ ዓመት ዝኣክል ናይ ኮንስትራክሽን ኾነ መንገዲ ስራሕታት ብዘለዎም ስም ካልኣይ ሳይቶም ዝርከብሉ ቦታ ንኢንቨስትመንት ኾነ ንምንባር ጥዑም ምዃኑ እዩ ሳልሳይ እቲ ብጣዕሚ ዝተማረኩሉ ናይ ህንፀት ጥበብ ዘመናዊ ኣሉሚኒየም ፎርም ወርክ ቴክኖሎጂ ተጠቂሞም ብፍጥነት ኾነ ብፅሬት ምስርሖም እዩ ሓደ ሳፕራይዝ ዲኤምሲ ሪል ስቴት ኣቕሪቦምልና ኣለዉ ብስም ናይ ማጊ ሾው ተኸታተልቲ ንዝኾኑ ዓሰርተ ሰባት እውን ቢግ ዲስካውንት ኣቕሪቦምልና ኣለዉ ተስዓካሪ ዝኾነ ናይ ንግዲ ሱቕ ዕጫ ከምኡ እውን እስካብ 500 ሽሕ ዝበፅሕ ዲስካውንት ገይሮም ኣለዉ ስለዚ ኣብ ወፃኢ ዓድን ኣብ ውሽጢ ዓድን ዘለኹም ናይዚ ቻናል ተኸታተልቲ ብዝጥዕሞም ኣከፋፍላ ከምኡ እውን ብዲኤችኤል ናይ ገዛ በዓል ዋና ይኹኑ ንዝበለፀ ሓበሬታ ኣብ ታሕቲ ኣብ ዘቐመጥኩልኩም ስልኪ ይደውሉ ሕርያኹም ዲኤምሲ ሪል ስቴት ይኹን። እሺ ተኸታተልቲ ኣነ ልምዓት መደና ድማ ከምቲ ልሙድ ኣብኡ ዘለዉን ኣዘራረብቲ ዘለዉ ዛዕባታት ክንሪና ከምኡ እውን ብጣዕሚ ለሰቑን ለዘናግዑን ቪድዮታት ድማ ተዳልዮም ኣለዉ ለሰቑቲ ኮይኖም ክንሳቕ ኢና ለውግቲ ኮይኖም ነስቂ ኢና ክዳን ንቑደድ ልቢ ድማ ክዳንና ክንቐድድ ኢና
ኳዕ ብሰላም ናብ ስቕሪ ዝኾነ ቻናል ብድሓን መጻኹም ተጋኑ ኤርትራን ውሓት የብሊ ኣፋላይ ንቐጽል እሺ ብትክልቲ እስቲ ከመ ተኮነና ለሙን ከም ትልሙድ ብኣገራም ዝኾነ ቃለ መሕተት ኢና ክንጅምር እንታይ ይብሎ ኧረ ጉድ ኣታ ስምዑለይ እስቲ እንታይ እዩ ሰላም ዶ ሰላም ምስ መን ኔና ምስ ሄለን እሺ ሉ ሓደ ተናተ ጨለ እሺ ንሓዳር ኮነኒ ኢልክ ትምነ የወዲ እንታይ እንታይ ዘማለ እዩ ያው ንዓይ ኣኽቢሩ ቤተሰብ ኣኽቢሩ ሰሪሕ ዝኣቲ
ኣቤት ፅባቕ ትሪኡ ኣለኹም ድኹም ንዓይ ኣኽቢሩ ሰሪሑ ዝኣቲ እኹል እዩ በቃ በቃ ኩል እዘን ዝበልክየን ኩለንስ ኣነ የማልእን እየ እሞ ምሳኺ ክነብር ሰብ ክህሊ ዶ ገንዘብ ኣለካ
እንታይ ኢሉ እናበልክ ጸናሕካዮ ሕዚ ዋእ ሳማ ንቀረጻ እያ ሳማ ንቀረጻ እያ ውይ ውይ ይቕሬታ ኣነ እውን ንቀረጻ እየ ዋእ እወ ዶ ኣቤት ኣቤት ኣወዳትኩም ክነሃጽጽ ትሪኡ ኣለኹም ዲኹም በቃ ኣነ እኮ ሓቂ መሲልኒ ኣቤት ልቦና ኣቤት ግዛ ኢለ ከሞግስ

ጌርሳለ እሞ ከዝፈቶ ከለክ እሞ ካብኡ ከዓ ሰርቲት ንገራ ኢና ኣሕዋት ካብ ከዚ ንኣምኒ በቃ ሶሪ ይቕሬታ ኣዋልድ ኣሕዋተይ ካብ ከዚ ንኣምነክን እዩ ስጋ ስጋ ኣብ ሚድያ ክወፃ ተለዋ ሪኢኹሞን ኢኹም በቃ ገንዘብ ዘለዎ ወዲ እንታይ ክኾን እዛ ዕናበላ ይፀንሓ እሞ ሓደ ገንዘብ ዘይብሉ ወዲ ሃይ መዓረይ ምስ በላ ኢሚዲትሊ ብሎክ እያ ትገብሮ ሰከራም ሰበይቲ እሺ ማኣነ ሉሉኹስይ ኣፋትሑኒ እየ ሉሉኽ ኣነ በቃ ሓዳራ ሓዲጋ ፍቆዱ እዳ ምስተ እያ ትዘር በቃ ምሳሕ ይፍለጥ ቁርሰ ይፍለጥ ድራር ይፍለጥ ፍቆዱ እዳ ምስተ እያ ትዘር እላ። ዋይ ኣቲ ጓለይ ቁሱር እዳ መስተ ልባሃሲ ታይ ኢኪ ትገብር ለኪ ታይ ኢኪ ትገብሪ ትከዲ ለኪ ታይ ኔክለ ዝር ሓዳር እኮ እዩ ጨለም ገዛኪ ለይተላዕሊ ሓዳርኪ ለይትኣሊ።

ኣቤት ድፍረትካ ዲቀዮ በልማ እንካ እዚኣ ሓዝካ ራሕ ጅባኻ ላይ ትንቀሳቀስ እሺ እሺ ልጥዕናኻ የፅብቅ የቀንየለይ የቀንየለይ እግዚኣብሔር ይሃብኩም
ኣዋት ኸዚ በቃ ኣነ ይተሓወሰኒ ኣሎ እዩ እቲ ሓሪፍ ክዳን ዝገበረ ቁርሹ ጥርሑ እዩ ምንም ነገር የብሉ እቲ ክልምን ዝኸደ ከ ሃመይ ሎለ ሃፍታ ንጥዕናኻ ሕማቕ እዩ ጥራሕ ጅባ ከይትኽድ
እርግፀኛ እየ እዚ ቆልዓ እዚ ከይሓሰቦ ናብ ልመና ክኣቱ እዩ በቃ ምልማን ክጅምር እዩ
እስቲ ኣብዚ እውን ሰለስተ ነገራት ትብለና ኣላ ዝሓፍትና እዚኣ ኩልኹም ነዚ ቪድዮ ሼር ምግባር ከይትርስዑ ሰለስተ ኣጋይሽ ፍቕሪ ዕድል ሞት ለባም ሰብ ማለት ሰለስተ ሓቅታት ልርዳእ እዩ እቲ ቀዳማይ ጸገማት ግዝያዊ ምዃኖም ልተረድኣ። እቲ ካልኣይ ኩሉ ሓላፊ ምዃኑ ልተረድኣ። እቲ ሳልሳይለ ጸገማት መፈተኒ ጣብያታት ምዃኖም ልተረድኣ። ሓቀኛታት ዕረኽቲ ብሰለስተ ባህርያታት ይግለጹ። ንምርካቦም ኣጸገምቲ እዮም። ክትገድፎም ኸበድቲ እዮም። ክትርስዖም ለይከኣል እዩ። ካብ ሰለስተ ቀተልቲ ሓጢኣታት ተጠንቀቕ። ስስዐ ንኣደም ካብ ገነት ኣባረሮ። ቕንኢ ንወዲ ኣደም ሓዊ ክቐትል መረሖ። ትዕቢት ንሸይጣን ኣውረዶ። ሰለስተ ነገራት ንሕማም ምድኻም የስዕቡ። ዝሑል ማይ ኣብ ጥራሕ ኸብዲ ምስታይ። ድምፅኻ ኣልዒልኻ ካብ መጠን ንላዕሊ ምዝራብ። ሕርቃን። ሰለስተ ዕድለኛታት። ንዛ ዓለም እዚኣ ለይገደፈቶ ልገደፋ። ንወላዲኡ ግቡእ ልገብር፣ ንፈጣሪኡ ቅድሚ ምርካቡ ለሐጎሶ። ሰለስተ ለጽልኡ ነገራት፣ ተዓዛቢት ዓይኒ፣ ጸልማት መልሓስ፣ ቐናእ ልቢ። ሰለስተ ኣድለይቲ ነገራት፣ ተስፋ፣ ሕልሚ፣ ትዕግስቲ።
በስመኣም ኣነ ባይ ዘወይ እዞም ናይዛ ሓፍትና እዚኦም ምክርታት ደጋጊመ ተትሰምዖም ንባዕሉ በቃ ክጸግቦም የኸኣልኩ እዩ ንስኻትኩም ከመይ ትጸግዎ ኣለኹም ዶ ደስ ይብለኩም ሎዶ ናይዛ ሓፍትና እዚኣ ምኽሪ ብሰለስተ ነገር ገይራ ብዙሕ ነገር መልእኽቲ እያ ትሕልፍ ዘላ በስመ ኣብ ሞራል እስቲ ኣብዚ እውን ናብ ሰብ ቲክቶክ ፅላለ ንኸድ ባይዘ ወይ ናይ መብዛሕተን ኣዋልድ ገዓት ከመይ ጌርካ ከም ዝገዓት ዘይፈልጣ ኣለዋ እዋ ገዓት ምግዓት ዘይኽእላ

ሓዚ ደኣ ደው ትብሊ እዋ ኸስ ኣነስ ናይ ባሓቂ ድዩ ንዛ ሓፍትና እዚኣ ዘምህርኣ ዘለዋ ዋ ዓባይ ሰበይቲ ኩያ ዘላ

ንዕዳኣ ተለማመዲ ከም ኣደታትኺ ባይ ዘ ወይ ኩላትና ሓዳር ክንገብር ተለና ንሓንቲ ጓል ክንፍትና ክንኽእል ኣለና ግዓት ምግዓት ትኽእል ድያ ኣይትኽእል ኦህ ማይ ጋድ። ናብ ግዓት ሽንጉርቲ ዝከትፋ ኣዋልድ ውን መጼን ኣለዋ እስቲ ንከታተል። እሽ ግዓት ገበርኩም ኢልክና እወ ሕጂ ከማን ግዓት እየ ክቁርሰካ። እሞ ግዓት እንድሕር ኮይኑ ድኣ እቲ ሽጉርቲ ገለ መለ እንታይ የድልየ። እውይ እወ ሓቅኻ ለካ ንግዓት እባ ሽጉርቲ ኣየድልዮን እዩ። ተሓዊስኒ እንድዩ ተሓዊስኒ
ኣላ ወዳሕቲ ዘይትገድፋ ነበርካ ኣበይ ከም ትበፅሕ ኢለ ክያ ክሪኣ ፀኒዐ ሓደ ማእዚ ወደ ናንያ ኩ ኣብ ደገ ከቑርሰካ ጫማይ ምክር
ይቕሬታ ግበሩለይ ኣሕዋት ከምዚ ዓይነት ጓል ኣይትሃበና ኣሜን በሉ ሓሲኹም ወዲኹም ፀብሕሲ ኣነስ ሃመይ ሃም ዝግበርሲ ኣነ ይነግራ ጓል ማማ ብፈተለይቲ ኮይና ሓደ ኣቦ በዓል ካልእ ስራሕ ትብለካ ትኽእል እያ ብራዘር
ቀስ እዚአን ኸ ደቂ ማማ ድየን ኢና እየን ዝብላ ሰላም ሰላም ፋሚሊ ስምዓይ ዶ ደቂ ኣንስትዮ ኾርዳድ ጦፍናቕ ቦራጭ ሓጻር ጓል ከ ኣይትምችየኒ በቃ ኢለ ቅርጺ ክንሓለዋ የረኣያና ቅርጽና ስለልሓለናስ ኮንፊደንስ ምልእ ኢና በቃ ቀስ ኢልና ኣና ክንሓልፍ ትረኣያና ኣለኽን ዶ ዋላ ሰፈርና ዘለኽን ቆልዑ በቃ ሃንን እዮም ዝብሉና በቃ ብዙይቶም ልዛዮሽ ካብ ዝዝርቡ ሃንን ኢና ንብሎም ዘን ኣሕዋተይ ሃማና ኮና ቅርጺ ክንስሓልዎ ቅርጺ ኮቦት እያ በቃ ስፖርት ንግሆን ኮሲካ ክትሰርዓ ጨጉርኽን ዕረ እናቀባእኽን መዓልቲ መዓልቲ ትምስጦ ተለይለይ ምስ ድዕዃሮኡና ሓሳኽ እናበልኽን በቃ ሓሳኹ ክፈጥሩ እዬም በይዛኽን ማምህማና ኹና ናትና ሓዛ ኣሕና በቃ ዝም ዋላ ዘን እናሰፈርና ሰኽርኽን እዬ። ኣሕዋት ይተሓዋወሰን ኣሎ ሰብ ዝበለን ሰብ ዝመኸረን ድየን ንዓና ይመኽራና ኣለዋ ወይስ ንዘን ኣዋልድ ኣሕዋትና እየን ኻማና ኹና ዝብላ ዘለዋ እስቲ ቅርጽኽን ኣርእይና መዓረይ ቅርጽኽን ኣርእያና እስቲ ተሰኣስቲ ገጽኽን ዳሕና እና ገጽክን ጽዋ የውልኝ። እስቲ ኣብዚ እውን ቲክቶኮር ጣጣ መዓንዱ እውን ኣነ ትግራዋ እየ ይብል እስቲ ንስማዕ። እምላሽ ብሎ ጣጣ መዓንዱ ኩሩዕ ትግራዋይ ሎም ትግራዋይ ጽባሕ ትግራዋይ ምኩዕ ትግራዋይ ኣነ

ደስ ዝበለ ንኸይደ። እሸፍተት ክልቲ ከምቲ ኣብ መቀለ ዘለኹም እዩ ጣጣም ዓንዱ ኣነ ትግራዋይ እየ እዩ ዝብል ዘሎ ከምኡ ውን ኣብ መቀለ ገዛ ክገዝእ እየ ምናምናም እዩ ዝብል ዘሎ ጣጣ ዝዓርከይ ንዓ ምጻእ ብዓለይ ክቅበለካ እየ
ወላዲተይ ባዕለይ ዘና ፍትሕ ከብለካ እየ ጥራሕ እስኻ ምጻእ ጥራሕ እስኻ ምጻእ ጣጣዋ። ኣብ ቅድሚ ኣምላኽ ዝከበ። ብልቕጽል ባይ ዘ ወይ እዚ ጽምዶ እዚ ጽቡቕ እንድዩ ዝኸድ ዘሎ ብፍላይ ህዝቢ ልህዝቢ ርክብ እናቐጸለ እዩ ኸዚ እውን ስነጥበባውያን ጽምዶ ጀሚሮም ኣለው ኣድያም ስብሃቱ ምስ ኣብርሃም ገረመድህን ዝሰርሐቶ ሓደ ቃለ መሕተት ነይሩ ብዙሕ ሰብ እውን ሼር እናገበሮ ነይሩ ምናልባት ዘይረእኹሞ እስቲ እዚ ቪድዮ እዚ ንከታተል ኣብርሽ ሓወይ ቅድሚ ሕጂ ኣብ ቢቢሲ ዝገበርካዮ ቃለ መሕተትሲ ኤርትራውያን ፍርቂ ሓይሊ እዮም ኢልካ ኔርካ ብኸመይ ኢኻ ከምኡ ኢልካ? ኣይኮኑን ድዮም ደኣ።
ኣብርሽ ሓወይ ከኣልዮ ትብል ጣዕሚ ዜማኻ ምሳኻ እንታይ ኣታችመንት ኣለዋ? ኤዱ በዓልቲ ቤተይ ኣርቲስት ኤደን ገብረስላሴ ሻኡ ኣብ ተፈላሊና ዝነበርናሉ በዓልቲ ቤትካ ስነጥበባዊት ምዃና ከመይ እንታይ ጽቡቕን ምናልባት ከኣ እንታይ ስራሕ ስለዘየለ

ትሪእዋ ዘለኹም ቪድዮ ኣዝያ ደስ ትብል እያ። ኣብ ቐረባ መዓልቲ ክትዝርጋሕ እያ። ሰፊሕ ዕላል ምስ ስነጥበባዊ ኣብርሃም ገረመድህንን ገጣማይ የማነ ሃይለን ተባሂሉ እዩ ኣድያም ስብሃቱ ዘርጊሓታ ዘላ ካሚንግ ሱን ኣብ ቐረባ እዋን ትዝርጋሕ ቪድዮ እያ። ሰሓቕ ዝተመልኦ ዕላል ብምርኣይና ኣዝዩ ዘሐጉስ እዩ። ኩላትና እውን ሕጉሳትኒ ኣነ ብግለይ ብጣዕሚ ደስ ኢልኒ ከምዚ ዓይነት ቪድዮ ብምርኣየይ ግን ኣነ ኣብዚ ሓንቲ ለበዋ ኣላትኒ ንስነጥበባውያን ትግራይን ናይ ኤርትራን ብፍላይ ኣቱም ስነጥበባውያን ትብሃሉ እስኹም ናይ ፖለቲካ መጻወቲ ኣይትኹኑ ሓደ መንግስቲ መጽዩ ሓደ ውድብ ወይ ሓደ ፓርቲ መጽዩ እዚኦም እኮ ጸላኢና እዮም ክሉ ተለው ሆ ላበልካ ጸላኢና እዮም ኣይትበሉ ወይ ሓደ መንግስቲ መጽዩ ድማ ኣይ በቃ ከዚ ሰላም እዩ ዘዋጸና ክሉ ተሎ ድማ ሆ ላበልካ ሰላም ኣይትበሉ ንስኻትኩም ናይ ህዝቢ ትርግታ ልቢ ከተዳምጹ ትኽእሉ ነኩም ንህዝቢ ዝጠቅም ስራሕ እውን ክትሰርሑ ኣለኩም ኸዚ እውን ኸምዚ ዓይነት ስራሕቲ እውን ክበዝሕ ክኽእል እኔዎ በሃሊ እየ። ቀሺ ተኽልቲ እስቲ ናብቲ ዝቐጽል ኣዘራራብ ዘሎ ዛዕባ ድማ ክወስደኩም እሱ ድማ ናይ ትግራይ ኹነታት እዩ። ከም ልፍለጥ ሰራዊት ትግራይ ሕቶይ ስለ ዘይተመለሰለይ እናበለ መንገዲ እናዓጸ እዩ ዝርከብ ኣብ ዝተፈላለዩ ከተማታት ኸዚ እውን ኣብ ዓዲግራት እስቲ ንዑ እንታይ እዩ እቲ ጸገምኹም ተባሂሎም የዘራርብዎም ኣለዉ ሰራዊት ትግራይ ዝበልዎ ንስማዕ። ኣብዚ ኣብ ስሙ ዓበይቲ ሰባት ዓበይቲ ዓዲ ኣቅሽቲ ምናምን የቀንየልና ብፍላይ ኣብዚ ዘለኹም በቀደማይ ኢለ ብኣካለ ዋጊዕናኩም ኔርና እንዲና ትፈልጥዎ ኢኹም ኣብዚ ዓዲ ከመይ ከም ዘሎ ኣብዚ ዘለኹም ኣመሓደርቲ ኢና ትብሉ ኣካላት ግንሲ ዝዓድስ ብስሩ ብፍላይ ኣብዚ ዘለኻ መነፀር ጌርካ ዘለኻ ዞባ ኣመሓዳሪ ዝተባሃልካስ ኣመሓዳሪ ምዃንካ ዘብ ዘሎ ህዝቢ ይፈልጠካን ሓደ ሓደ ክጠርዑ እዞም ተወከልቲ እዮም ዝፈልጡካ እምበይ ዓዲ ሆቴል ኮይንካ ኣይኮነን ዝመሓደር ብስሩ ቢሮ እኒኦኩም እኮ ቢሮ ዕፁብ ገለ ኣይ ኣብ መንገዲ ትረኣዩ ኣነ ንዓለይ ንዓኻ ይፈልጠካ ብስሩ ሕዚ ኢና ንሰምዕ ኣለና ኣመሓደርቲ እዮም ተባሂልኩም በይሲ ንስኹም ዓዲ ክተመሓድሩ ኣይትኽእሉን ዓዲ ንስኹም ኢኹም ተባላሽዋ ኣለኹም ቁፅሪ ሓደ ሕዚ ለ ንስኹም ትግራይ ሙሉእ መሬት ናተዓደለ እኮ ኣብ ዓዲግራት እኮ ፍልይ ዝበለ ታሪክ እኮ ኢኹም ሰሪሕኩም ዝተዋሃቡና ዮ ኮንቲነር ሸውዓተ ሚእቲ ኮንቲነር ሂብና ኢልኩም ዜና ሰሪሕኩም ሲ ዝመንጠልኩምና ዓዲ እኮ ኢኹም ንስኹም ንወይንኹም ስሩ ተራእዩ ለይፈልጥ ሕሸት እኮ ኢኹም ሰሪሕኩም ንስኹም ሚድያታት ፀዊዕኹም ክመቐለስ መሬት ሂብና ንሸውዓተ ሚእቲ ኢልኩም ዜና ሰሪሕኩም መንጢልኩምና ሕዚለ ሰለስተ ዓመት ሙሉእ ተለሚንካ ዝነዓቅካዮ ህዝቢ ሓንቲ መዓልቲ ሰልሲብካዮ ዘይትፈልጥ ህዝቢሲ ሕዚ ኣብ ሎማዓንቲ በፂሓስ እንታይ ኢኻ ትምልሰሉ ሞስኻ ታይ ታይ እኒኩም ሓሳብ ሕዚ እውን ንስኹም ትምልስዎ የለ ትኸፍትዎ ፅርግያ የለ ሕዚ ለ ክፍታሕ ተኮይኑ ዝፀርግያ እዚ ህዝቢ እንዲ ዝጉላእለ ኣሎ ሕና ለ ህዝቢ ኢና ንጉላእለ ኣለና ሕና ህይወትና ኢኹም ተባላሽልና ኣለኹም ሕዚ ለ ካብ ክልል ይኹን ፌደራል ይኹን ዝምልከቱ ኣካል መፂ ሕቶና ተዘይመሊስልና መሬት ንስኹም እናሸጥኹም ትብዝብዝዎ ኣለኹም መሬት ንጎንጎ ጨረታ ዶ ሊዝ ዶ እናበልኹም ትብዝብዙዋ ኣለኹም ዓዲ ሕና ኢና እኮ ደቂ ዓዲ ስኻ እኮ ኮንካ ንወዲ ዓዲ ግራት ኣነ ዘይነብረሉ ዓዲ ስኻ ከመይ ጌርካ መሬትና ናሸጥኹም ትነብሩ ስኹም ብናና መሬት ሕና ዘይነብረሉ ኣሽፍተልቲ ከም ትሰምዖ ዘለኹም እዩ እዚ ሓውና እዚ ዝተዛረበ ኩሉ ትክክል እዩ ዓዲ ኣብ ሆቴል ወይ ኣብ ሬስቶራንት ኮንካ ይኹንካ ይትምራሕ ኣብ ቢሮ ኬድካ ኢኻ ትምራሕ። እዚ ናይ ኸዚ ዘሎ ምሕደራ ድማ ኣብ ዝተፈላለዩ ሆቴል ኢኻ ትረኽቦም እምበር ኣብ ቢሮ ኣይትረኽቦምን። ኸዚ እውን እዚ ሰራዊት ትግራይ ዝሓቶ ዘሎ ሕቶ ግቡኡ እዩ። ኣውዚ ኸልተ ሰለስተ መዓልቲ እውን ሕቶኡ ክምለስ ክኽእል እኔዎ። ኩላትና እውን ብዛ ዝኸኣልናዮ ዓቕሚ ንዞም ኣሕዋትና እዚኦም ድምፂ ንኹኖም ክብል ይፎቲ። እስቲ ናብቲ ዝቕፅል ኣዘራራብ ዘሎ ዛዕባ ድማ ክወስደኩም። ብልቕፅል ቐዳማይ ሚኒስትር ኣብይ ኣሕመድ እውን ብዛዕባ ናይ ባሕሪ በሪ ኣማራፅታት ኸም ዘሎ ይሕብር ኣሎ። እስቲ እንታይ እዮም እቶም ኣማራፅታት ንስማዕ።

ለማደግ ሊያግዘን ይችላል። ገንዘባችን በእዳ ክፍያ በወደብ ክፍያ ምናምን ስለሚያልቅ እነዛ ለመከላከል ያግዛል። እሺ ብትክልቲ ቀዳማይ ሚኒስትር ኣብይ ኣሕመድ ከምዝሰማዕኹምዎ እዩ እዚ ናይ ባሕሪ በሪ ኣማራፅታት ኣለውና እዩ ዝብል ዘሎ እቲ ቀዳማይ ኣማራፂ ኣለና ዝበሎ ናይ ጅቡቲ መስመር እዩ ሽካዕ ኸዚ ከምዝጠቅመና ዘሎ እውን ኣልዒሉ ኣሎ ከምኡ እውን እቲ ካልኣይ ኣማራፂ እውን ኣዶሊስ ብወገን ኤርትራ ዝርከብ ምፅዋው እውን ከም ኣማራፂ ኣብ ኤርትራ ዝርከብ እውን ኸም ኣማራጺ ክንሕዞ ንኸእል ኢና። ዓሰብ እውን ኸም ኣማራጺ ክንሕዞ ንኸእል ኢና። ህዝቢ ኢትዮጵያ በዝሒ እናበዝሐ ስለ ዝኸድ ዘሎ መተንፈሲ ንደሊ ኢና። ግን ድማ ብኲናት ይኹንና ንደሊ ዝመጽእ ኣማራጺ ክንቕበል ኢና። ብሊዝ ይኹን ብሽያጭ ይኹን ኹሉ ክንቕበል ኢና። ግን መተንፈሲ ኢና ንደሊ ክብል እዩ ገሊጹ ዘሎ። እሺ ተኸትልቲ ኢና ሎማዓንቲ መደብና እዚ ይመስል ነይሩ። ኣብ ዝቐጽል ቪድዮሽ ከኣ እንጋኔ ሞቸኹም ኣቡልኹም ሰላም ኹኑለይ።